ሰላም ኩቡራት ተኻታተልቲ ንሕጂ ኣብ ዝተዳለወ ዕለታዊ ዜናታት ቅድሚ ዕልዋ መንግስቲ ኣልፋ ኮንደ ኢሰያስ ኣፈወርቂ ናብ ጊኒ ክበጽሕ መደብ ተታሒዙ ምንባሩ ዝገልጽ ሓበሬታ ቱርኪ ንመስጊድ ኣልነጃሺ ክትዕሪ ምድላያ ኢትዮጵያ ቀደም ዝተዘምቱ ቅርስታታ ክትመልስ ምዃና ደቡብ ሱዳን ምውጻእ ሰራዊት ኢትዮጵያ ምቅዋማን ኣብ ኣውስትርያ ዝሞተት ኣዲኡ ዝሓብአ ዜጋ ምርካቡን ካልእን ዝድህስስ ክኸውን'ዩ ኣብዛ ቻነል ድማ ናይ ወትሩ ተኻታተልቲ ንምዃን ሳብስክራይብ ክትገብሩ ብኽብሪ ይዕድመኩም። ዘኣፍሪካን ሪፖርት እትበሃል ማዕከን ዜና ኣብቲ ብዛዕባ ኣብ ሃገረ ጊኒ ዝተኻየደ ዕልዋ መንግስቲ ከምኡ ድማ እቲ ዕልዋ መንግስቲ ብኸመይ ተፈጺሙ ዝገልጽ ሓድሽ ጸብጻባ ፕሬዚደንት ኢሳያስ ኣፈወርቂ ናብታ ሕጂ ዕልዋ መንግስቲ ተኻይድላ ዘሎ ሃገረ ጊኒ ክመጽእ መደብ ከም ዝነበሮ ጸብጺባ'ላ። እዛ ማዕከን ናብቲ ዘርጊሓቶ ዘላ ፕረዚደንት ጊኒ ዝኾነ ኣልፋ ኮንደ ብኸመይ ዕልዋ መንግስቲ ተኻይድሉ፣ እቲ ኣማኒኡ ዝነበረ ኮንሬል ድማ ብኸመይ'ዩ ነታ ሃገር ክቆጻጸር ክኢሉ ዝገልጽ ጸብጻባ እቲ ሕጂ ተዓልዩ ዘሎ ፕረዚደንት ኣልፋ ኮንደ ንትማሊ ዕለት ትሽዓተ መስከረም ምስ ፕረዚደንት ኢሳያስ ኣፈወርቂ ክራኸብ ቆጸራ ከም ዝነበሮ ቅድሚ ቁሩብ መዓልታት ከኣ ኣልፋ ኮንደ ብመሰረት ዝተገብረሉ ዕድመ ናብ ዓዲ ጥልያን ሳርዲና ብምምጻእ ምስቲ ምስኡ ምሕዝነት ዘለዎ መኮነን ኣስመሮም ዝበሃል ኢጣልያዊ ኤርትራዊ በዓል ጸጋ ከም ዝተራኸበን ነቲ ምስ ኤሰያስ ዝግበር ርክብ የጻፍፍ ከም ዝነበረን ሓቢራ'ላ። ከም መግለጺ እዛ ማዕከን ከኣ ትማሊ ዕለት ትሽዓተ መስከረም ኢሰያስ ኣፈወርቂ ናብ ኮናክሪ ጊኒ ብምምጻእ ምስ ኣልፋ ኮንደ ክራኸብ መደብ ተታሒዙ ነይሩ። እዚ ይኹን እምበር ኣልፋ ኮንደ በቲ ተኣማኒኡ ዝነበረ ኮንሬል ዘይሓሰቦ ዕልዋ መንግስቲ ምስ ገጠሞ ኣብዚ እዋን ኣብ ትሕቲ ቀይዲ እቶም ዓለውቲ ዘሎ ኮይኑ እቲ ዝነበሮም መደባት ከኣ ከምቲ ዝድለ ከም ዘይከደ'ያ እዛ ዘ ኣፍሪካን ሪፖርት እትበሃል ማዕከን ጸብጺባ ዘላ፣ ከም ዝዝከር ኣልፋ ኮንደ ኣብዚ ዝሓለፈ ወርሒ ሓሙሽተ ናብ ኤርትራ ብምኻድ ምስ ኢሰያስ ተራኺቡ ነይሩ'ዩ። ኣብ ኢትዮጵያ ኣብ ሰሜናዊ ክፋል እታ ሃገር ዓሰራይ ወርሑ ገይሩ ዘሎ ኲናት ካብ ትግራይ ናብ ዓፋርን ኣምሓራን ልሒሙ ኣብ ዘለወሉ ግዜ ሃገረ ቱርኪ ነቲ ኣብ ትግራይ ዝርከብ ታሪኻዊ መስጊድ ኣልነጃሺ ከተዕርዮ ድልየት ከም ዘለዋ ተገሊጹ። ነዚ ጉዳይ ኣመልኪታ ሓንቲ ሚና እትበሃል ማዕከን ጽሒፋቶ ከም ዘላ ናይ ቱርኪ ናይ ምትሕብባርን ምውህሃድን ኣጀንሲ ነቲ ኣብ ትግራይ ዘሎ መስጊድ ኣልነጃሺ ሕዳሰታት ክገብረሉ መደብ ከም ዘለዎ ገሊጻ። ናይዚ ኣጀንሲ ወኪል ኣብ ኢትዮጵያ ዝኾነ ሸንኪዝ ፖላት ንናይ ቱርኪ ማዕከን ዜና ኣናዶሉ ኣጀንሲ ኣብ ዝሃቦ ሓበሬታ ንሕና ምስ ኣብ መቐለ ዝርከቡ ሰበስልጣን ርክባት ጌርና ኣለና። ብምባል ንመስጊድ ኣልነጃሺ ከዐርዩ ምስ መራሕቲ ትግራይ ከም ዝተዛረቡ እዩ ገሊጹ። ከም ዝፍለጥ መስጊድ ኣልነጃሺ ኣብ ሻውዓይ ክፍለ ዘመን በቶም መጀመርያ እምነት ምስልምና ሒዞም ናብ ኣፍሪቃ ዝኣተዉ ተኸተልቲ እቲ እምነት ዝተሃንጸ ኮይኑ ኣብቲ ክሳብ ሕጂ ዝቕጽል ዘሎ ኲናት ትግራይ ከኣ ብሰንኪ ናይ ሞርታር መጥቃዕቲ ኣብ ላዕለዋይ ክፋሉ ዝጥቀስ ጉድኣት እዩ ወሪድዎ ዘሎ። ብሽሕን ሸሞንተ ሚእትን ስሳን ሸሞንተን ካብ መቕደላ ናብ ዓዲ እንግሊዝ ዝተወስዱን ካብ ትካላት ጨረታን ውልቀ ሰባትን ዝተዓደጉ ቅርስታት ናብ ኢትዮጵያ ከም ዝምለሱ ኣብ እንግሊዝ ዝርከብ ኤምባሲ ኢትዮጵያ ኣፍሊጡ። እቶም ዝምለሱ ቅርስታት መስቀል፣ መጽሓፍ ቅዱስን ዋልታን ዝርከብዎም ክኾኑ ኮይኖም፣ ፋውንዴሽን ሻህረዛድ እዩ ከኣ ዓዲጉ ነቲ ኤምባሲ ኣረኪብዎ ዘሎ። እቲ ፋውንዴሽን ኣብ እንግሊዝ ካብ ዝርከብ ሓደ ትካል ጨረታን ውልቀ ነጋዶን ከም ዝዓደጎ ድማ እቲ ኤምባሲ ሓቢሩ። ኣምባሳደር ኢትዮጵያ ኣብ ዓዲ እንግሊዝ ተፈሪ መለሰ ነቶም ቅርስታት ኣብ ምቕባል ኣብ ዝተዳለወ መድረኽ ተረኺቡ እዞም ቅርስታት ብምምላሶም ኣመስጊኑ። እቲ ኣምባሳደር ካብ መቕደላ ዝተዘምቱ ቅርስታት ዝሓዙ ቤተ መዘከራት፣ ኣከብቲ ቅርስታትን ውልቀ ሰባትን ብተመሳሳሊ መንገዲ ነቶም ቅርስታት ክመልሱ እውን ፀዊዑ ኣሎ። ኣካየዲ ስራሕ ፋውንዴሽን ሳህረጃት ዝኾነ ጣሂር ሻህ ምምላስ እቶም ቅርስታት ንኢትዮጵያውያን ዓብዪ ቦታ ከምዘለዎ ከምዝፈልጥን ንትካሎም ብምጥቃም ድማ ኣብ መንጎ ክልቲኣን ሃገራት ዝምድናታት ክሃንጹ ከም ዝትስፎን ክሕብር እንከሎ፣ ኤምባሲ ኢትዮጵያ ከኣ ነቶም ቅርስታት ናይ ምምላስ ተግባር ከም ዝዓምም ተገሊጹ'ሎ። ቅድሚ ሕጂ ብጨረታ ክሽየጡ ተመዲቦም ዝነበሩን ካብ መቕደላ ዝተዘምቱን ክልተ ቅርስታት፣ መሸጣኦም ክቋረጽ ከም ዝተገብረ ይዝከር። እቶም ብሓደ እንግሊዛዊ ትካል ብጨረታ ክሽየጡ ተሓሲቦም ዝነበሩ ቅርስታት፣ ጥንታዊ መጽሓፍ ቅዱስ ምስ ማህደሩ መስቀልን ዋንጫታትን እዮም ነይሮም። እዚ ይኹን እምበር ነቲ ጨረታ ዘዳለዎ ትካልን ኤምባሲ ኢትዮጵያን ኣብ ኢንግሊዝ ድሕሪ ዝገበርዎ ልዝብ እዩ እቲ ጨረታ ተቋሪጹ። ከም ዝፍለጥ ሰራዊት ኢንግሊዝ ነቶም ቅርስታት ካብ መቕደላ ንምግዓዝ ዓሰርተ ሓሙሽተ ሓራምዝን ክልተ ሚእቲ ኣባቕልን ከም ዝተጠቀመ ሓበሬታታት ይገልጹ። ኢትዮጵያ ካብ መቕደላ ዝተዘምቱ ብሚልዮናት ዶላራት ዝግመቱ ቅርስታታ ንኽምለሱላ ኣብ ክልተ ሽሕን ሸሞንተን እውን ንትካላት ቅርሲ ኢንግሊዝ ሓቲታ ነይራ እያ። ኣብ ዝሓለፈ ቀረባ እዋን መንግስቲ ሱዳን ነቶም ብሽም ዓቃብ ሰላም ኣብቲ ምስ ደቡብ ሱዳን ዘዳውብ ኣብየ ዝበሃል ከባቢ ኣብ መሬቱ ዘለዉ ሰራዊት ኢትዮጵያ ካብ ሃገሩ ክወጹ ንውድብ ሕቡራት ሃገራት ሕቶ ኣቕሪቡ ዝነበረ ኮይኑ በቲ ውድብ ድማ ዝሓለፈ ወርሒ ተቐባልነት ረኺቡ ድሕሪ ምጽናሕ ሕጂ ደቡብ ሱዳን ነዚ ውሳነ ኣመልኪታ ተቓውሞ ተስምዕ ኣላ። ደቡብ ሱዳን ናብቲ ሕጂ ተርእዮ ዘላ ተቓውሞ ከኣ ሰራዊት ኢትዮጵያ ካብቲ ከም ዓቃብ ሰላም ኮይኖም ዘለዉሉ ኣብየ ዝበሃል ከባቢ ከይወጹ ዝብል ኮይኑ እዚ ከኣ እቲ ውሳነ ብናይ ሓንቲ ሃገር ድሌት ክኸውን የብሉን ካብ ዝብል ከም ዝኾነ ተሓቢሩ ኣሎ። ነዚ ጉዳይ ኣመልኪቱ ከኣ ኣብ ጉዳያት ሰላም ወኪል ውድብ ሕቡራት ሃገራት ዝኾነ ፒር ላክሮ ሱዳንን ደቡብ ሱዳንን ኣብዚ ጉዳይ ክሰማማዓን ዘላቒ ፍታሕ ክርከብ ክጽዕራን ክሓትት እንከሎ እቶም ናይ ኢትዮጵያ ሰራዊት ዓቃብ ሰላም ከኣ ብስምምዕ ክልቲኤን ሃገራት እንተዘይኮይኑ ብናይ ሓንቲ ሃገር ውሳነ ክወጹ ከምዘይክእሉ እዩ ሓቢሩ። ደቡብ ሱዳን ከኣ እቶም ናይ ኢትዮጵያ ሰራዊት ዓቃብ ሰላም ብዛዕባቲ ዘሰሓሕብ ዶባዊ ከባቢ ምስ ሱዳን ኣብ ዝኾነ ስምምዕ ከይተበጽሐ ካብቲ ቦታ ክወጹ የብሎምን እያ ትብል ዘላ። ካልእ ምስ ሱዳንን ኢትዮጵያን ብዝተሓሓዝ ኣብ ዶባት መተማን ገላባትን ዝርከቡ ሰበ ስልጣን እተን ከተማታት ብዛዕባቲ ካብ ዝዕጾ ኣዋርሕ ኣቑጺሩ ዘሎ ዶብ ሱዳንን ኢትዮጵያን ኣመልኪቶም ከምዝዘተዩ ተገሊጹ። ኣብቲ ኣብ ከተማ መተማ ዝተገብረ ኣኼባ ከኣ ካብ ከተማ ገላባት ናይ ሱዳን ዝመጹ ሰበስልጣን ዝነበሩ ኮይኖም፣ ኣብቲ ኣኼባ ከኣ ብወገን ሰበስልጣን ሱዳን፣ እቶም ድሕሪ ምዕጻው ዶብ ኣብ ከተማ መተማ ኣለዉ ዝበሃሉ ሱዳናውያን ዜጋታትን ሓደ ጠፊኡ ዝተብሃለ ውተሃደራዊ በዓል ስልጣን ሱዳናዊት ከተማ ገላባትን ኣመልኪቶም ከዛረቡ እንከለዉ፣ ብወገን ናይ መተማ ሓለፍቲ ከኣ እቲ ዶብ ክኽፈት ከምዘለዎ ሕቶታት ቀሪቡ ኣሎ። ብጀካ'ዚ'ውን ኣብቲ ኣኼባ ብዛዕባ ዘሎ ምንቅስቓስ ናይ ኢትዮጵያ ምልሻታትን ኣብ ዝሓለፈ ቀረባ እዋን ዝተረኽበ ከቢድ ዘይኮነ ኣጽዋራትን ዝምልከት ዘተ ከምዝተኻየደሉ ተገሊጹ'ሎ። ኣብ ሃገረ ኣውስትርያ ንዝሞተት ኣዲኡ ኣብ ገዝኡ ከምዘይትምሽምሽ ገይሩ ሓቢኡ ዝጸንሐ ዜጋ ኣብ ትሕተ ቀይዲ ኣትዩ። እቲ ነታ ጓል ሰማንያን ትሽዓተን ዓመት ዝነበረት ወላዲቱ ድሕሪ ሞታ ንዓመት ምሉእ ዝሓብአ ዜጋ፣ ነዚ መግበሪኡ ምኽንያት ኣዲኡ ብህይወት እንከላ ትወስዶ ዝነበረት ናይ ጥሮታ ገንዘብ ከይቋረጽ ካብ ዝብል ስግኣት ከም ዝነበረን ምእንቲ'ቲ ኣዲኡ ወርሓዊ ትወስዶ ዝነበረት ናይ ጥሮታ ገንዘብ ክብል ከኣ ነዲኡ ከም ዘይሞተት ኣምሲሉ ሞይታ እንከላ ኣብ ገዝኦም ክሓብኣ ከም ዝፈተነ ተገሊጹ። እቲ ንባዕሉ ወዲ ስሳን ሽዱሽተን ዓመት ዝኾነ ዜጋ ኣብ ትሕቲ ቀይዲ ምስ ኣተወ መርመራ ኣብ ዝተገብረሉ እዋን ኣዲኡ ምስ ዓረፈት ነቲ ሬስኣ ኣብ ትሕቲ ገዝኦም ኣብ ዝርከብ ናይ ትሕቲ ምድሪ ገዛ ብበረድ ገይሩ ከም ዝደርቕ ከም ዝገበረን ብድሕሪ እዚ ድማ ዝኾነ ናይ ሬሳ ፈሳሲ ከይወጽእን ከይጨኑን ብፍሉይ ጨርቂ ገይሩ ከም ዝጠምጠሞን በዚ ከኣ ከይተፈለጠ ንነዊሕ ክጸንሕ ድልየት ከም ዝነበሮን ተዛሪቡ። እዚ ይኹን እምበር ፖሊስ እታ ዓዲ ሕጂ ድሕሪ ሓደ ዓመት ሞት ናይታ ሰበይቲ ነቲ ወዲ ስሳን ሽዱሽተን ዓመት ወዳ ኣብ ትሕቲ ቀይዲ ከእትውዎ ክኢሎም ኣለዉ። ብሪጣንያውያን ዝርከብዎም ብዓሰርተታት ዝቑጸሩ ወጻእተኛታት ተጓዓዝቲ ድሕሪ ምስሓብ ሰራዊት ኣሜሪካ ካብ ኣፍጋኒስታን ኣብ ቀዳማይ በረራ ካብ ካቡል ኣፍጋኒስታን ወጺኦም። ነቶም ተጓዓዝቲ ዝጸዓነት ነፋሪት መንገዲ ኣየር ቀጠር ትማሊ ኣብ ዶውሓ ክትዓልብ እንከላ ሎሚ እውን ካልኣይ በረራ ክካየድ ትጽቢት ይግበር። ሚኒስተር ጉዳያት ወጻኢ ኣሜሪካ ኣንቶኒ ብሊንከን ኣብ ቀረባ እዋን ኣብ ቀጠር ዑደት ኣብ ዝገበረሉ፣ እታ ሃገር ወጻእተኛታት ካብ ኣፍጋኒስታን ኣብ ምግዕዓዝ ክትሕግዝ ሓቲቱ ነይሩ'ዩ። ሕቡራት መንግስታት ኣሜሪካ ኣብቲ ዝሓለፈ ወርሒ ዘካየደቶ ናይ ምግዕዓዝ መስርሕ፣ ብዙሓት ንሰራዊት ኣሜሪካ ዝሕግዙ ዝነበሩ ኣፍጋኒስታናውያን ከይወጹ ተሪፎም እዮም። ኣብቲ ናይ ትማሊ በረራ ሚእትን ዓሰርተ ሰለስተን ሰባት ከምዝግዓዙ ወኪል ዜና ሮይተርስ ገሊጹ'ሎ። ኣሜሪካ ኣብታ ነፋሪት ዜጋታታ ከም ዝነበሩ ዘረጋገጸት ኮይና፣ ብተወሳኺ ከኣ ኣርባዓን ሰለስተን ዜጋታት ካናዳን ዓሰርተ ሰለስተ ዜጋታት ሆላንድን በታ ነፋሪት ከም ዝወጹ ኣፍሊጣ ኣላ። ኣሜሪካ ኣብ ዝሓለፈ ወርሒ ጠቕሊላ ካብ ኣፍጋኒስታን ክሳብ ዝወጽኣትሉ መዓልቲ ልዕሊ ሚእትን ዒስራን ኣርባዕተን ሽሕ ወጻእተኛታት ንህይወቶም ዝሰግኡ ኣፍጋኒስታናውያንን ካብታ ሃገር ኣውጺኣ እያ። እዚ ይኹን እምበር ክሳብ እቲ ናይ ትማሊ በረራ ኣስታት ሚእቲ ዝኾኑ ኣሜሪካውያን ኣብ ኣፍጋኒስታን ከም ዝተረፉ ይግመት ነይሩ እዩ።